ናብቲ ቀንዲ ናይቲ መጽሓፍ ትዅረት ዝኾነ ብሰፊሑ ዝተገለጸ ናይ ኢትዮጵያን ኤርትራን ዝምልከት ክነኣቲ እሞ ሕቶ ኤርትራ ሕቶ መግዛእቲ እዩ፣ መፍትሒኡ ድማ ነጻነት እዩ ዝብል መርገጺ ኣብ 1969 ዓ ም ኣብ ዝተሓንጸጸ ማንፌስቶ ውድብ ተሓሕት ናይ ሎም ህወሓት ከም ዝሰፈረ ኣብ ናይ ስሕን ትሽዓተ ሚትን ሰብዓን ሓደን ዓመተ ምህረት ንስኹም እውን ማእኸላይ ኮሚቴ ኣብ ዝተመረፅኹምሉ ፈላማይ ጉባኤ ህወሓት ግን ነቲ ጉዳይ ኣይዘተየሉን ኢልኹም ኣለኹም። ንምንታይ? መን ድዩ ውፅዎ እቲ ማኒፌስቶ? እቱ
ናይ መጀመርያ ፕሮግራም እቲ ማኒፌስቶ ብጉባኤ ኣይፀደቐን። ጉባኤ ተኻይድ ነይሩ ባይቶ ዝበሃል ብሽሕን ትሽዓተ ሚትን ስሳን ሸሞንተን የካቲት ተኻይዱ ነይሩ እዚ ፕሮግራም ኣየጽደቐን ንኡ እዮ እውን ንሓደ ዓመት ዝኣክል ጽሑፍ እውጅ ፕሮግራም ኣይነበሮን ታሕት ድሕሪኡ ግን ፕሮግራም ዝጽሕፉ ሰባት ተመዲቦም ብፍላይ መለስ ነባይን እዮም ተመዲቦም እዚ ከዓ እቶ ሽዑ ዝነበረ ኣመራርሓ ሸውዓተ ድዩ ሓሙሽተ ኣመራርሓ እዩ ዙ ዕማም እዚ ህዎም ጽሒፎም ወፂኦም ስለዚ እቲ ማኒፌስቶ ብኦም ዝተጻሓፈ እዩ ተዘርጊሑ ተቃውሞ እውን ዘልዐለ ብፍላይ በታ ናይ ትግራይ ነጻነት እዩ ናይ መጨረሻ ስቶ ዝብል እዙይ ተቃውሞ ገጢሞ ድሓር ተለዊጡ እዩ ድሕሪ ሽዱሽተ ወርሒ ኣብቲ ናይ ኤርትራ እውን ናይ ኤርትራ ሕቶ ናይ ባዕዳዊ መግዛእቲ ሕቶ እዩ ኢሉ እዩ ደምዲሙ እዙይ ናብ ጉባኤ ትመፅተሉ ተሰሪሕሉ ምንቅስቃስ ተገይርሉ ኣብቲ ኣባል ኣብ ኩሉ እውን ምንቅስቃስ ተገይርሉ ቅቡል ኮይኑ ተወሲዱ እዩ እቲ ቀዳማይ ጉባኤ እውን ጉባኤ ተካይድ ተሎ ነዚ ጉዳይ እዚ ኣብ ሕቶ የእተወን ከም ዘሎ እዩ ኣፅይዎ ኮይዱ እዚ ናይ ኤርትራ ሕቶ ናይ ባዕዳዊ ምግዛእቲ ሕቶ እዩ ዝብል ኣጽሊእዎ ከይዱ እዩ ግን እዚ ክሪኦ ነይርዎ ኣብ መጽናዕቲ ተመስሪቱ ኣብ መጽናዕቲ ተደሪኹ ሙሉእ ታሪካዊ ፖለቲካዊ ኩሉ ጉዳያት ሕጋዊ ነገራት ብምሉኡ ብዓሚቕ ኣጽኒዑ እዩ መርገጺ ክወስደሉ ዝነበሮ እምበር ስብ ኢልካ ስለ ዝተባሃለ ከም ፖለቲካ ኣዋጅ ሙሳዱ ጌጋ ነይሩ እየ ዝብል እወ ሕዚ ኮይንኩም ኢኹም ትሓስቡ ዘለኹም ሕዚ ኮይንኹም ሽዑ ግን ምክንያቱ ንስኹም እውን ብድሕሪኡ ማእኸላይ ኮሚቴ ኮይንኹም ፖሊት ቢሮ እውን ኮይንኹም ትሕቶ ኣየልዐልኩሞን ብትዊተር ተላዒሉ እውን ኣይፈልጥን እቲ ናይ ሽዑ ስነ ሓሳብ እዩ ዝመርሐና ነይሩ ስነ ሓሳብ ማርክሳዊ ስነ ሓሳብ እዩ እሱ እውን ብዕምቆት ሒዝናዮ ፈሊጥናዮ ተረዲእናዮ ተዘይኮነስ እቶም ጭርሖታት ናይቱ ማርክስነት ኢና ዝሓዝናዮ ዝመስለኒ እዙይ ስለ ዝኾነ እዚ ናይ ምንፃል መሰል ከም ዘሎ ተወሲዱ ናይ ኤርትራ እውን ካብዞም መሰላት እዚኣቶም ክረጋገጸሎም ኣለዎ ዝብል እዩ ተበጊሱ መርገጺ ሒዝካ ስለ ዝተበገስካ ናብ መጽናዕቲ እውን ኣይኸደን ብዝኾነ እዙይ ናይ ብሄር ሕቶ ይኹን ናይ ብሄር ሕቶ እኳ ይሓይሽ ንእሽተይ ናይ ስታሊን ጽሑፋት ናይ ሌኒን ጽሑፋት ተባሂሉ መጽናዕቲ ይግበረሉ ነይሩ ተነዩ ትብሎ ትኽእል እምበር እዚ ናይ ኤርትራ ዝምልከት ካብ ፖለቲካ መርገጺ ተበጊስና ኢና ኣጽዲቕናዮ እምበር ካልእ ኣይነበረን ዓሚቕ ጽንዓት ኣካይድና ኣይኮነን እቲ ፕሮግራምና እውን ናቱ ውፅኢት እዩ እቲ ናይ መጀመርያ ፕሮግራም ይኹን ዋላ እቲ ደሓር እውን ተኾነ ኣብ ወሰንቲ ጉዳያት መሰረታዊ ፅንዓታት፣ ሪሰርቻት፣ ተገይርዎ ዝወፀ ተዘይኾነስ ከም ዘሎ ብሽዑ ዝነበረ ስምዒትና ዝተሓንፀፀ ኮይኑ እዩ ዝረኣየኒ እሞ ካብኡ ከዓ ናይ ልምዲ ናይ መንእሰይነት ኩሉ ተደማሚሩ ሽዑ ነቶም ሃገራዊ ጉዳያት ብዕምቆት ዝረእናሉ ንሃገር ክምልከቱ ዝኽእሉ ዋላ ንዲሞክራሲ እውን ዝምልከቱ ዝኽእሉ ዓሚቕና ርኢና ዝወሰናዮ ኣይነበረን ጽቡቅ ኣብቲ መጽሓፍ ንኤርትራ ጥራሕ ዝጠቅም ብዛዕባ ኤርትራ ብህዝባዊ ግንባር ዝተብሃለ ታሪኽ ወይ ድማ ዝበሎ ተቐቢልና ናይ ኢትዮጵያ ዘላቒ ረብሓ ከይረኣና ናይ ኢትዮጵያ ናይ ኣፍ ደገ ባሕሪ ናይ ምርካብ ታሪካዊ ሕጋዊን ዲፕሎማሳዊን ኩነታት ከይፈተሽና ከይተረዳእና ነጻ ክትኸውን ወሲንና ከምኡ ምውሳንና እውን ጌጋ እዩ ትብሉ ካብ ኤርትራውያን ንላዕሊ ንኤርትራውያን ንሕለቕ እውን ነይርና ኢልኩም ኣለኹም እንታይ ማለት እዩ ሐዚ እቶ ኣቕሚጠዮ ዘለኹ ሐዚ መሊሰ ትሪኦ ተለኹ እዩ መፅሓፍቲ ኣጋላቢጠ ታሪክ ኣጋላቢጠ ግዜ ወሲደ ኣንቢበ ኣፅኒዐ ትሪኦ ተለኹ እቶ ሽዑ ዝወሰድናዮ መርገፂ ብዛዕባ ናይ ኤርትራ ሕቶስ ናይ ባዕዳዊ መግዛእቲ እዩ ዝብል ሕቶ ብዙሓት ንኡ ዘፍርሱ ድሕሪኡ ዝተፈፀሙ ታሪካዊ ኩነታት ፍፃሜታት ሕጋዊ ኩነታት መርትዖታት ረኺበ እዮብቲ መጽሓፈይ እውን ኣስፊረዮም ኣለኹ ብዙሓት ጉዳያት ኣለዉ እዮም ስለዚ እዚ እንተዘይመርመርና እዚ እንተዘይተረዳእና ኣሽዑ መርገፂ ምውሳድና ጌጋ እዩ ኢለ ዘለኹ እቲ ናይ ኢትዮጵያ ጥቕሚ ክሕሎ ነይርዎ ናይ ኢትዮጵያ ጥቕሚ ከዓ ሓዲኡ እቲ ናይ ባሕሪ እዩ ኤርትራ እውን ምስ ኢትዮጵያ ክትወሃድ ሕቡራት መንግስታት ብሽሕን ትሽዓተ ሚእትን ሓምሳን ክልተን ከም ፈረንጂ ኣቆፃፅራ ትውስን እንተለዉ እቲ ሓደ ዋና ጉዳይ ኮይኑ ዝተላዕለ ኢትዮጵያ ናይ ባሕሪ በሪ ትረክብ ኣላ እዙይ ተስማሚዖምሉ እዮም ዋላ እታ ምዋሃድ ዝቃወሙ ዝነበሩ እውን ዝተሰማምዕሉ ጉዳይ ነይሩ ይግባእ እዩ ተባሂሉ ተወሲኑ ዝነበረ እዩ እሞ እዚ ምልስ ኢለ እንትሪኦ ተለኹ እዩ ሕዚ እውን እዚ ክርዳእ ዘሎ ሕዚ ኮይነ እንትሪኦ ተለኹ ዝብሎ ዘለኹን ሕዚ ዘለኒ መረዳእታታት ሕዚ ዘለኒ ፍልጦ መሰረት ገይረ እየ እዚ ዝብሎ ዘለኹ ብሓባር ንደርጊ ስዒርኩም ዓሰብ ዝሓወሰ ኤርትራ እውን ሃገር ኮይና ከም ሃገር ዓለም ፈሊጥዋ እዚ ንድሕሪት ንምምላስ ከመይ ይከኣል ገለ ሰባት ድማ ገለ ወሃብቲ ርእቶ እውን እንታይ ይብሉ ካብ ቀደም እውን ኣብ ውሽጥኹም ሒዝኩሞ ዝነበርኩም ናይ ኤርትራ ነጻነት ዘይቕባል እምነት ነይርኩም ንዝብሉ እንታይ መልሲ ኣለኩም ካብ ዝሃውና ርእቶ ሓደ እውን ብድምፂ ክነስምዐኩም ገብረ ኣስራት ኩሉ ግዜ ነቲ ባሕሪ ኤርትራ ባሕሪ ኢትዮጵያ እዩ እናበለ ብዛዕባ ባሕሪ ኩሉ ግዜ ኮበሮ እዝንና ምስ የጽመመና እዩ። ንምዃኑ ሬድዮ ቪኦኤ ምስማዕን ምዝርራብን ጥራይ ዘይኮነሲ ኣገደስቲ ሕቶታት ክትሓቱ እውን ይግበኣኩም እዩ። ንኣብነት ንገብረኣስራት ክትሓትዎ ዘለኩም፣ ቀዳማይ፣ ኣቶ ገብረኣስራት ንነዊሕ ዓመታት ኣብ ህዝባዊ ወያነ ሓርነት ትግራይ ዝተጋደለን መራሒ ከምዝነበረን መጠን፣ ባሕሪ ኤርትራ ባሕሪ ናይ ኢትዮጵያ ኢሉ ኣሚኑ ድዩ ዝጋደል ነይሩ ወላስ እቲ ባሕሪ ኤርትራ ናይ ኤርትራ ኢሉ ዩ ዝኣምን ነይሩ ከምኡ ይኣምን እንተ ነይሩ ሕጂ ድኣ ባሕሪ ኤርትራ ባሕሪ ኢትዮጵያ ዩ ዘብል እንታይ ረኺቡ ካልኣይ ሕቶ ተጋደልቲ ህዝባዊ ወያነ ሓርነት ትግራይ ገብሩ ኣስራት ይኹን ካልኦት ዝመርሕዎም ዝነበሩ ንጹሃት ተጋደልቲ ትግራይ ባሕሪ ዘለዋ ኢትዮጵያ እናበሉ ድዮም ተሰዊኦም ወይስ ባሕሪ ኤርትራ ናይ ኤርትራ ምዃን ኣሚኖም እዮም ዝስውኡ ነይሮም። እዘን መሰረታዊ ሕቶታትን ካሊእን ወሲብኩም ገብሩ ኣስራት ኣብ ህዝቢ ኤርትራን ናጽነት ኤርትራ ዘለዎ ኣረኣያን ደጊምኩም ክትሓቱልና ብኽብሪ ንዕድመኩም ረድዮ ቪኦኤ። ድራር ብርሃነ ካብ ዴንበር። ኣብ ነጻነት ኤርትራ ዘለኩም ሕቶ ውን እዩ ዝብል ዘሎ እወ መልሶ።
ቅድሚ ኩሉ እቶም ሓታቲ ሓቲቶሞ ዘለዉ እንታይ እዩ ነይሩ ቅድም መርገጺኻ ዝብል እዩ። ኣብዚ ሓደ ግልፂ ክኾን ዘለዎ ፖለቲካ ሃይማኖት የኮነን እዙይ ምርዳእ ኣድላይ ይመስለኒ ሓደ ግዜ ሓደ መርገፂ ሒዝካሉስ እሱ ክሻም መወዳእትኡ ይዘልቕ እዩ ማለት ኣይኮነን ንኡ ዝቕይር መርትዖ ንኡ ዝቕይር መረዳእታ እንትርከብ ተሎ ትቕይሮ መርገፂ ከተስተኻኽል ኢኻ ኣብ ህወሓት እውን ብዙሕ ግዜ መርገፅታት እናስተኻኸልና መፂና ኢና መጀመርያ ሒዝናዮ ዝነበርና ንኣብነት ናይ ትግራይ ሕቶስ ብነፃነት እዩ ዝፍታሕ ዝብል መርገፂ ነይሩና ኣብ ፕሮግራም ነይሩ እዩ እዚ ግን ጌጋ እዩ ኢልና ለዊጥናዮ ጌጋ ምዃኑ መረጋገፂ ምስ ረኸብና ህወሓት ማርክሳዊ እየ ኢሉ እውን ኣሚኑ ነይሩ እዩ ደሓር እቲ ኩነታት ምስ ተቀያየረን እቶ ኣካይዳ እውን ምስ ረኣዮ ነዚ ገዲፍዎ እዩ ስለዚ ቅድሚ ኩሉ ክረአ ዘለዎ ፖለቲካ ናይ ሃገር ጥቕሚ ናይ ህዝቢ ጥቕሚ እትገልጸሉ መስርሕ እዩ ካብዚ ኣንጻር እቶም ሓታቲ ኣልዒሎምለይ ዘለዉ እምነትካ እንታይ ኣዩ ነይሩ እምነት ቶም ካልኦት ተጋደልቲ ከ እንታይ ኣዩ ነይሩ እንትብሉ ኣነ እምነተይ ኣብ ኢትዮጵያ ሓደ ግፍዒ ዝፍጽም ስርዓት ነይሩ ናይ ደርጊ ስርዓት ነይሩ ስርዓት እዚ ክወድቕ ኣለዎ ኢትዮጵያ ዲሞክራሲያዊ ዓዲ ትኾን ኣለዋ ፍትሒ ዘለዋ ዓዲ ክትኾን ኣለዋ ዝብል እምነት ነይሩ ንኤርትራ ዝምልከት ተሽዑ ከም ተዓንቶ እውን ደጋጊመ ዝገለጽክዎ ናይ ባዕዳዊ መግዛእቲ እዩ ዝብል መርገጺ ነይሩኒ ኣብ ሓደ እዋን እዙይ ታሪክ መሰረት ዘይገበረ ሕግን መሰረት ዘይገበረ እዩ ምክንያቱም ኣብዚ ተን ነጥብታተይ ደሓር ከይመፃ እምበር ኣቐዲመ ከቕምጦ ዝግባእ ዋላ ኣጼ ምኒልክ እንትሳማዕ ተሎ ብሽሕን ሸሞንተ ሚእትን ሰማንያን ትሽዓተን ጥቅምቲ ምስ ሓደ ጣልያናዊ ናራሲኒ ዝበሃል ወኪል መንግስቲ ጣልያን ኣብ ኣዲስ ኣበባ ምስ ኣጼ ሚኒሊክ ዝተፈራረሞ ጣልያን ንኤርትራ ኣብ ዘብዚ ከባቢ ትገዝእ ኣላ ሐዚ ንሳ ለቂቃ ምስ ወፀት ግን ኤርትራ ናብ ኢትዮጵያ ትምለስ ይብል ዋላቱ ናይ ዶብ መሰረት ተገይሩ ዝውሰድ ዘሎ ናይ ሽሕን ትሽዓተ ሚእትን ዓመተ ምህረት ከም ፈረንጂ ኣቆፃፅራ እውን እንተኾነ ጥራይ ናይ ዶብ ምሕንፃፅ ተዘይኾነስ ኣብዚ እውን እንተኾነ ጣልያን ብዝኾነ ኩነታት ኤርትራ ለቒቓ እንተኸደት ንኢትዮጵያ እያ ተረክባ እዩ ዝብል። ሳልሳይ ሕጋዊ ተገይሩ ክውሰድ ዘለዎ ናይ ሽሕን ትሽዓተ ሚእትን ሓምሳን ክልተን ብፈረንጂ ኣቆፃፅራ ኤርትራ ምስ ኢትዮጵያ ክትወሃድ ወይ ብፌደሬት ክትመሓደር ዝገበራ እውን እዚ እውን ሕጊ እዩ፣ ታሪክ እውን እዩ፣ ሕጊ እዩ። ስለዚ እዞም ሰለስተ ጉዳያት ትውሰድ ተሎ ንሕና ነፃ ሃገር እያ ዝብል ዝወሰድናዮ ባዕዳዊ መግዛእቲ ዝወስናዮ ምንም ሕጋውን ታሪካውን መርትዖ የለን። ስለዚ እዚ የፍሪስዎ እየ ዝብል ዘለኹ። እወ ናይ ሽሕን ትሽዓተ ሚእትን ሓምሳን ክልተን ዓመተ ምህረት ብዝወፀ ሕጊ ኤርትራ ምስ ኢትዮጵያ ብፌዴሬሽን ትወሃድ ኣለዋ ዝብል ሕጊ እንድዩ ሃፀይ ሃይለስላሴ እቲ ሕጊ ኣፍሪሶሞ። ስለዚ ንምንታይ ዳኣ ሕዚ ሕጋዊ እዩ ኢልኩም ትሓቱ ዘለኹም? እወ እቲ ፌደሬሽን ኣፍሪሶሞ እዮም እቱ ምስ ኢትዮጵያ ዝወሃሃድ ዝብል ግን ፌደሬሽን እዩ ኮሞ ሪኢንስቴት ዝኾን ዘሎ እተ ምለስ ዘለዎ ኢትዮጵያ ኤርትራን ዝገበርዎ ታናሻዕ ሕጊ ትግበር ኣለዋ ትክክል እዩ ምናልባሽ እውን ህዝቢ ኤርትራ ዘለዓዓሎ ናብ ቃልሲ ናብ ዕጥቂ ዘእተወ ፖለቲካዊ ፍጻመ እዚ እዩ እቲ ሕጊ ግን ከም ሕጋውነቱ ግን ክድምሰሰ ይኽእልን እቲ ሕጊ ምስ ኢትዮጵያ ክትዋሃድ ኢትዮጵያ እውን ብፍላይ ብማእኸል ገይሩ ዝወሰዶ እንዲያውም መጀመርያ ኮቱ ናይ እንግሊዝ ሓሳብ ናይ ገሊአን ዋላ ጣልያን ተዘይተረፈስ ዝነበረ ሓሳብ ኢትዮጵያ ናይ ባሕር በሪ ሂብና እቲ ካሊእ ዝተረፈ ንወይኑ ይኹን እውን ዝብል ሓሳብ ነይሩ እዩ ግን ዳሓር እቲ ህዝቢ ህዝቢ ኤርትራ እውን ብፍላይ ቱ ናይ ከበሳ ህዝቢ ብዝገበሮ ውሳነ ኤርትራ ምስ ኢትዮጵያ ብፌዴሬት ክትወሃድ ገይሩ እዩ ሕዚ ደርጊ ወዲቑ ያው ንርክባት ኢትዮጵያን ኤርትራን ዝከታተልን ዝፍጠሩ ሽግራት ዝፈትሐን ብወገን ኢትዮጵያ ናይ ሽዑ ቀዳማይ ሚኒስተር ዝነበሩ ኣቶ ታምራት ላይነ ብወገን ኤርትራ እውን ከም ላዕለዎት ሰበ ስልጣን መንግስቲ ኤርትራ ዝርከብዎ እዚ ኮሚሽን እዚ ኩሉ ግዜ ይጨቃጨቕ ነይሩ ክሰርሕ ኣይከኣለን ድሓር ድማ ካሊእ ካብ ክልቲኦም ውድባት ዝተዋፀ ሓደ ኮሚሽን ተጣይሹ እዚ ኩሉ ብደገ ጽቡቕ ዝመስል ብውሽጥኹም ግን ወጥሪ ምጭቕጫቕ ዝበዝሖ ነይሩ ህዝቢ እውን ኣይፈልጦን ነይሩ እንታይ እዩ ነይሩ እቲ መሰረቱ ጥቕልል ብዝበለ ኣቕሚጠ እቱ ርክብ ምስ ሻዕብያ ይክሎ ምስ ህዝቢ ኤርትራ እውን ኣይኮነን ምስ ሻዕብያ ዝነበረ ርክብ ቀደም እውን ሓርፊፉ ነይሩ እዩ ኣብ ዕድቂ ቃልሲ እውን ሓደ ሓደ ግዜ ልዕል ይብል ሓደ ግዜ ትሕት ይብል ብዙሕ ሽግራት ነይርዎ እዩ ብፍላይ ድሕሪ ኤርትራ ነፃ ሃገር ምስ ኮነት ከዓ ገዲድዎ እዩ እቱ መሰረቱ ኣነ ናተይ ርእቶ ሻዕብያ ናይ ወታደራዊ ሓይሊ ኣለኒ እዚ ወታደራዊ ሓይሊ ከዓ ንኢትዮጵያ ይኹን ንካልኦት ናይ ኣፍሪካ ሃገራት ኣቁፅሩ ክገብር ይኽእል እዩ ዝብል ሓሳብ ነይርዎም እዩ እቱ ወታደራዊ ዓቕሞም ናብ ኢኮኖሚ ዓቕሚ ምልዋጥ ድሌት ነይርዎም እዩ እዚ እቱ ሽግር ዝፈጠሮ ስለዚ ኣገዲድካ ፀቕጥ ፈጢርካ ናይ ኤርትራ ጥቕምታት ምርጋፅ ድሌታት ነይርዎ ናይ ኤርትራ ጥቕሚ እኳ ይኮነ ናይ ሻዕብያ ጥቕምታት ምርጋፅ ድሌት ነይርዎም ስለዚ ካብዚ ተበገሰ ብዙሕ ብዙሕ ብዙሕ ናይ ኮንትሮባንድ ስራሕቲ ዘይሕጋዊ ስራሕቲ ናይ ቅንፀላ ስራሕቲ ናይ ስለላ ስራሕቲ ብዙሕ ኣብ ኢትዮጵያ ናይ ኢትዮጵያ ጥቕሚ ዝጎድእ ተግባራት ፈጺሞም እዮም ብጣዕሚ ብዙሕ እዚ እዩ ዘጨቃጨቅ ናይ ጭቅጭቅና መሰረት ዝነበረ ከዓ እዚ እዩ ድሓር እዩ ዶብ ስቁ ኢሉ ምክንያት እዩ ሰበብ ዝበሃል ሰበብ እምበር ትዋና ምክንያት ናይቲ ኩናት ይኮነን ትዋና ምክንያት ወል ሻዕብያ ብፍላይ ንኢሳያስ ኤርትራስ ናይ ኢትዮጵያ ሃፍቲ ተጠቂማ ሲንጋፖር ናይ ምግባር ሓሳብ እዩ እዚ እዩ ጌጋ ብማዕረ ከይንጥቀም ብማዕረ ከይንነብር ብማዕረ ከይንሰርሕ ፍሉይ ጸብለት ነድክልዎም ሞት ዘጠራቕሞ ወታደራዊ ሓይሊ ናብ ኢኮኖሚ ክቕይርዎ ስለ ዝተንቀሳቀሱ እዩ ጽቡቅ ኣብቲ እዋን ተመክሮታትን ካልኦት ርክባትን ናብ ኤርትራ ትመላለሱ ነይርኹም ኣብቲ መጽሓፍ ተጠቂሱ ኣሎ ግን ካብ ባዕልኹም ንምስማዕ እንታይ ትዕዘቡ ነይርኹም ማለት እዩ ንኣብነት ናብ ሳዋ ከይድኹም እቶም ዝስልጥኑ ናይ ሙያ ስልጠና ከይኮነስ ንወታደራዊ ታዕሊም እዮም ዝወስኑ ነይሩ ዝበልኩሞ እዋ ኣብ ኤርትራ ዝተፈላለየ ናይ ኢኮኖሚ ምንቅስቃሳት ይግበር ኣሎ እዩ ግድባት ንሰርሕ ኣለና መንእሰያት ኣንቀሳቂስና ወዲብና ናብ ልምዓት ነእትዎም ኣለና ከምዚ ከምዚ ዝበለ ፕሮጀክታት ጀሚርና ዝብል ነይርዎም ስለዚ ስቲ ተመክሮ ተኾነ ዝብል ንምርኣይ ከድና ነርና ንምርኣይ ኣብ ዝኸድናሉ ግን እቱ ዝረእናዮ ወታደራዊ ስልጠና እናተዋሃቦም እዩ ስለዚ እቱ ኢኮኖሚያዊ ንኢኮኖሚ ማለት ርእሶም ክኽእሉ ስኪል ክእለት ኢና ነምህሮም ኣለና ዝብል ኣብ ኢትዮጵያ ስግኣት ከይፍጠር ዝተዋበ ነገር እምበር እቱ ድሌት ካብቲ ዝነበሮም ወታደራዊ ዓቕሚ ወሲኾም እንድሕር ነቲ ጠቕላላ መንእሰይ እውን ናብ ውትድርና ብምእታው ኣብቲ ከባቢ ንዘለዋ ሃገራት ቅልፂ መንጠዮም ፖሊስታቶም ተግባራዊ ንምግባር ዝገብርዎ ዝነበሩ እዩ ዝተዓዘብናዮ እዚኦም እውን ድሓር ናብቲ ውግእ እውን ዘእተዎ እቶም ሰዋር ሰልጠነ ኢና ተዓዚብና ኩናት ኢትዮ ኤርትራ ቅድሚ ምልዓሉ ቅድሚ ሽዱሽተ ኣዋርሕ መንግስቲ ኤርትራ ክወረና እዩ ኣይወረናን ኣብ ዝብል ፖሊት ቢሮ ህወሓት ተኣኪቡ ተመያይጥሉ ነይሩ። ኣብ ፖሊት ቢሮ ህወሓት እዩ ተሪፉ ዝመስለኒ እውን ናብ ፈፃሚ ስራሕ ኢህወደግ እውን ኣይተወሰደን። ኣብኡ ዝነበረ ሕፅር ኣቢልኩም ሲ ክንደይ ብክንደይ ተፈላሊኹም እንታይ ኣየነዋይ ስዒሩ? ግርም እዚኣ ወሳኒት ጉዳይ እያ እታ ትውስን ምናልባት እዚ ውሳነ እዚ በቲ ሓደ ገፅ እንተወሰነ ነይሩ ማለት ሻዕብያስ ክወረና ይኽእል እዩ ስለዚ ክንዳሎ ኣለና ዝብል ተዝውሰን ነይሩ እቱ ዝበፅሐ ጥፍኣታትን ጉድኣታትን ኣይምበፅሐን ነይሩ ዝብል ሙሉእ ሪኢቶ ኣለኒ ሻዕብያ ከም ዝወረና ከምቶ ሚጠዮ ዘለኹ ኣብ ግድግዳ ተጻሒፉ ነይሩ እዩ ማንም ዝሪኦ ዘስተውዕሎ ዝድህሶ እዩ ነይሩ ስለዚ ንወራር ሓይሉ ብምሉእ ኣቐሪቡ እዩ ኣብ ኻቢ ደው ልምምድ ይገብር ነይሩ እዩ እቲ ዝገብሮ ትንኮሳታት እውን ብጣዕሚ ኣብዚሕዎ ነይሩ ኣብቱ ዶባት ብግልፂ እውን ኣብ ሬድኦም ጎረረና ሓኒቆምና እዮም ዝብል ብፍላይ ድማ ፍልይ ኣቢሎም ምስ ካሊእ እውን ክበኣሱ ስለ ዘይደለዩ ይመስለኒ ምምሕዳር ትግራይ ብጎረረና ሓኒቑ ከምበርክኸና ይደለ ኣሎ ዝብል እዚ እውጅ እዩ ነይሩ እዚ ኩሉ ተጋጣጥሞ ኣለካ እቲ ወታደራዊ ምድላው እቲ ፖለቲካዊ ጎስጓስን ምብርባርን እቲ ዲፕሎማስያዊ ምንቅስቃሶም እቱ ስነ ልቦና ናይቶም ኣመራርሓ ወሲድካ ኩናት ከም ዝገብሩ ብዙ ርግፀኛ እዩ ነይሩ ስለዚ ከም ኮሚቴ ኣነ እውን ሓደ ናይቶም ኣርባዕተ ዝነበሩ ናይ ኮሚቴ ኣባላት ኢና እዚ ምስ ተዓዘብና ብፍላይ እውን ካብ ገዲም ምንም ዓይነት ርክበ ይህልወናን ጥራይ ዶብና ሓንፂፅና ንፈላለ ዝብል ኢሳያስ ርእቶ ምስ ሃበ እዚ ሒዝና ነዲስ ኣበባ ከድና ናይ ህወሓት ፖሊት ቢሮ ቀረባ ዝነበረ ክተከበልና ጌርና ሻዕብያ ክወረና እዩ ኢልና ኣብዚ እቲ ዓብይ ነዊሕ ዝተኸራኸረ መለስ እዩ ነይሩ ሻዕብያ ዕውድ ኣይኮነን ክወረና ኣይኽእልን ዝብል ሒዙ ተኸራኺሩ ኣብ መጨረሽኡ እቲ ፖሊት ቢሮ ኦፍኮርስ ትሽዓተ ፖሊት ቢሮ እዩ ሓሙሽቲኡ ኣይወረናን ኢሉ ኣርባዕቲኡ ክወረና ኢሉ በዚ ተዓፅዩ ክወረና እዩ ኢልኩም ዝመረፅኩም መንመነን ኢኹም ክወረና እዩ ዝበልና ሽዑ ተወልደ ኣለም ሰገድ ኣባይ ኣነን ኢና ኣሽዑ ክወረና ኢልና መርገፂ ወሰድና ድሕሪ ሽዱሽተ ወርሒ ከዓ ያው እቲ ወራር ተፈፂሙ ስለዚ ኣብዚ ምድላው ብምግባር ክውገድ ዝነበሮ ኪሳራታት ከፊልና ኢና ዝብል ናብ ምንታይ ናብ ኢህወደግ ስራሕ ፈፃሚ ዘይወሰድኩም እሱሳ ሓደ ሽግር እዩ ኣብቲ መጽሓፍቲ እውን ኣቕሚጠዮ ኣለኹ ክኸይድ ነይርዎ ግን ኣክቹዋሊ እቱ ጉዳይ መብዛሕትኡ ግዜ ብቱ ዶብ ይግለጽ ስለ ዝነበረ እቱ ናይ ቲፒኤልኤፍ ኣመራርሓ ኣቐዲሙ ክሪኦ ሓሳብ ነይርና እዚ ሕዚ ትሪኦ ተለኹ ጌጋ እዩ ቀጥታ ናብ ስራሕ ፈጻሚት ይህወደግ ክኸድ ነረዎ ዝብል ርእቶ ኣለኒ ሕዚ ትሪኦ ተለኹ ማለት እዩ ግን ኣሽዑ በቃ ኣብኡ ተሳዒርና ድሕሪኡ ዘይሕዝና እውን ናብ ታእስሙ ክንኸይድ ኣይኸኣልናን ኣይደለናን እውን። ግልፂ ብዘይምዃንኩም ህዝቢ ኣይፈልጥን ነይሩ፣ ህዝቢ ዓዲ ሰላም ዓዲ ኣማን እዩ ኢሉ እናበለ ሓደ መዓልቲ ብሃንደበት ውግእ ተላዒሉ ቐፂሉ እውን ኣብ ውሽጢ ክልተ ዓመታት ዓሰርተታት ኣሽሓት ህይወት ጠፊኡ ብዙሕ ንብረት ብዙሕ ሰብ ተፈናቒሉ ዓንዩ ከመይ ክኸውን ክኢሉ ከመይ ኣብ ውሽጢ ግዜ እዚ ናብዚ ደረጃ እዚ ክዓርግ ከም ዝኽእል እዚ ኩሉ ህይወት ክጠፍእ ከም ዝኽእል ካሊእ ዘይተብሃለ ምሽጥር ዘይህሉ ምሽጥር እኮ የለን እቲ ምሽጥር እታይ እዩ እቲ ናይ ፓርቲ ኣሰራርሓ ሕዚ እውን ንሓዋሩ እዚ መፅሓፍ ተቕምጦ ተለኹ ንሓዋሩ ትምህርቲ ክኾን እምበር ዝሓለፈ ሓሊፉ እዩ ትምህርቲ ክውሰድ ተኾይኑ ፓርትታት መርገፂኤን ቅዋመን ንህዝቢ ግልፂ ክገብር ኣለዎን ምስ ህዝቢ ክኸደ ኣለዎ ናይ ህወሓት ኣሰራርሓ ብዙሓት ብምሽጥር ዝሕልው እዮም ኣፈላላይ ኣብ ህዝቢ ክርክር ኣይግበረሎምን ምክርኻር ዝበሃል የለን ብውሽጢ ተዓፅዩ እዩ እቲ ዲሞክራሲያዊ ጥርናፈ ዝበሃል ከዓ ኣሎ ዝተሰዓረ እኳ ወፂኡ ኣይንቀሳቀስን ንህዝቢ ንኮንስቲንሲኡ ኣይፍልጥን እዚ ከም ዝበለ ኣሰራርሓ ኑቲ ፓርቲ ን ነቲ ዓዲ እውን ጎዲእዎ እዩ ስለዚ ህዝቢ ብዛዕባ ጉዳዩ ናይ ምፍላጥ መሰል ኣለዎ ስለዚ ተዓፊኑ ጸኒሑ እዩ ኣብ ውሽጢ እቲ ፓርቲ ከም ዝበልካዮ ንብዙሓት ሃንደበት እዩ ኮይኑ ህወሓት ተኸፋፊሉ ከምኡ ዝበሉ ሽግራት እውን ነይሮምዎ እንትበሃል ተሎ ብጣዕሚ ሃንደበት እዩ ኮይኑ እዚ እውን ናይቱ ፓርቲ ውሽጣዊ ኣሰራርሐ እዩ ሓደ ዲሞክራሲያዊ ጥርናፈ እዩ ዝተሰዓረ ኣይዝርግሕን ብዙሕ ግዜ ስኢሉ እዩ ዝሕዞ ካልኣይ ከም ጠቕላላ እውን ትሪኦ ተለኹ ምስጢር ኢሉ ዝሓስቦ እሞ ናይ ህዝቢ ጉዳይ እናሃለወ ኣብ ውሽጢ እዩ ዝሕዞ ብከምዚ ከይዲ ከዓ ሓደጋ ኢኻ ትብል ምስ ህዝቢ ምስ ሒዝናዮ ምኸድና ነርና ተፈላለዩ እናተፈለጠ ምኸደ ግን እቲ መእረምታ እውን ኣብቲ ፖሊሲ ኣብቲ ፓርላማ ኣብ ካልኦት እውን ኣብ ህዝቢ እውን እናተለወ እናተሰሐመሰ ኣብዚ እኮ ኣብዚ ገሊጸዮ ዘለኹ ኣብ ጉባኤ እኮ ህዝብን እቲ ፓርቲን ተራሒቖም እዮም ብዛዕባ እቲ ገምጋም ናይቲ ኩነታት እቲ ፓርቲ ሕማም እናሃሎ ሻዕብያ ኣይወረናን ኢሉ ታሕሳስ ሽሕን ትሽዓተ ሚእትን ተስዓን ኣብ ኢትዮጵያ ዝተገበረ ቅድሚ እቲ ወራርስ ኣብ ዝተገበረ ጉባኤ ናይ ህወሓት እቲ ህዝቢ ካብ ህዝቢ ወኪሎም ዝመፁ ኣባላት ክወረና እዩ ርኢናዮ ኢና ተፃሒፎ ኣሎ ንሪኦ ኣለና እዮም ኢሎም እቲ ፓርቲ ከዓ ኣይወሩናን ኢሉ እዚ ዓፅዩ ወዳፊንዎ ስለዚ ናይቲ ፓርቲ ሽግር ይመስለኒ ዜርዜር ናይቲ ፓርቲ ኣመራርሓ እቲ ማእኸላይ ኮሚቴ እውን ኣይፈልጥን ነይሩ ንስኹም ፈፃሚ ስራሕ ወይም ፖሊት ቢሮ ከም ዝተዘራረብኩምሉ ኣይፈልጥን አ፣ ፅቡቅ ኣይፈልጥን እታ እዛ እዛ ጉዳይ እዚኣ ነታ ናይ ኤርትራ ብዝምልከት እወ ኣይፈልጣን ነይሩ። ጽቡቅ። ነታ ወራር ዝምልከት ማለት እዩ እወ ንህዝቢ ጥራሕ ከይኮነስ ነቲ ማእኸላይ እወ፣ ኮሚቴ እውን እወ፣ ነቲ ግልፂ- ኣባል- ነቲ ኣባል እውን እወ ነቲ ማእኸላይ ኮሚቴ እውን ኣብቲ መፅሓፍ ኣብ ባድመ ዝተፈፀመ ወራር ናብ ፓርላማ ኢትዮጵያ ይቕረብ ኣይቕረብ ኣብ ዝብል ኣብ መንጎ መሪሕነት ውድብ እ፣ ህወሓት እ፣ ኢህወደግ ኣሰሓሕብ ኮይኑ ኣብ ዝነበረ ክትዕ ኣፅረቢልኩም እንታይ እዩ ነይሩ እዚ እኳ ነዊሕ ኣይነበረን እቲ ውክትዕ። ኣብዚ ዝተልዓለ እንታይ እዩ ምስ ወሰና፣ ሻዕብያ ምስ ወረረና፣ ፓርላማ ተዘራሪቡሉ ምክልኻል ይኣውጅ ዝብል ሓሳብ ኣብ ስራሕ ፈጻሚት ኢህወደግ ቐሪቡ። ኣብዚ መለስ እዩ ዝተቓወመ። መለስ በይኑ እንታይ ኢሉ እዚ ጉዳይ እዚ ስኡልና ብኣይ ክተሓዝ ብቤት ጽሕፈት ይተሓዝ ብብሕት ጽሕፈት ተታሒዙ ክንዘራረበሉ ኣለና እምበር ናብ ፓርላማ ክንወስዶ የብልናን ዝብል ተኸራኺሩ ግን ቦይኑ እዛ ድምፂ እዚኣ ሒዙ ዝተረፈ ግን ውሳነ ወሲኑ እዚ ናይ ሃገር ጉዳይ እዩ ዓዲ ወራር ዝኣክል ናይቲ ቅድሚ ሕዚ እውን እንተኾነ ናይ ሃገር ጉዳይ ነይሩ እቲ ውሽጢ ፖሊስ ቢሮ ዝረአናዮ እንተኾነ እዚ ግን ብግልፂ ዝተፈፀመ ወራር ስለ ዝኾነ ናይ ሃገር ፓርላማ እንተዘይተዛይትሉን ተፍሊጡ እንተዘይኣወጀሉን ክኾን ስለ ዘይኽእል ተባሂሉ ብውሳነ እዩ ተመሓላሊፉ እቲ ኩናት ምስ ተላዓለ ካብ ቀዳማይ ሚኒስትር መለስ ዜናዊ ትእዛዝ ከይተዋሃበ ምስ ቤት ጽሕፍት ኢህወደግ ብምምኽኻር ኣብ ከተማ መቐለ ኣብ ዝርከብ ስታድዮም ተረኺብኩም ብድምፂ ወያነ ትግራይ እውን ዝተመሓላለፈ ናይ ኩናት ፃውዒት ኣዊጅኩም እዚ ንስልጣን ቀዳማይ ሚኒስተር ዝፃባእ ዶ ኣይኮነን ወይ ዝዳፋእ ዶ ኣይኮነን? ኣነ ኣይመስለንን እንታይ እዩ ነቲ ወራር ክንምክቶ ከም ዘለና ተረዳዲና ኢና ነቲ ወራር ምምካት ግን ኣብቲ መፅሓፍ ኣምጥየ ኣለኹ መለስ ኣይንተናኽፎም እዩ ዝብል ነይሩ ስቕ ንበሎም ኣይንተናኽፎም ዝብል ሓሳብ ነይርዎ ኣይንተናኽፎም ማለት ከዓ እሶም ሓይሊ ረኺቦም ኣብ ድላዮም ክወፅሑ ይኽእሉ እዮም ማለት እዩ ብወገንና ከዓ ኖ እዚ ገይሮሞ ዘለዎ ፍጻሜ ብብርቱዕ ጠጠው ክብል ኣለዎ ሻዕብያ ነዚ ዝፈጸሞ ጌጋ ተመጣጣኒ ቅፅዓት ክወሃቦ ኣለዎ ዝርእቶ ነርና ስለዚ እቲ ወራር ምምካት ናይ ኩልና ኮይኑ ድሕሪኡ ናይ ሞቢላይዜሽን ጉዳይ እያ ኣነ ዘልዕላ ዘለኹ ኣብዚኣ እታ ናይ ሞቢላይዜሽን ጉዳይ መለስ በቲ ሽዑ ዝነበረ ኣቋም ነዛ ሞቢላይዜሽን ክትግበር ይቕበላን ኖሞላይዜሽን ግን ክንገብር ከም ዘለና ተስማሚዕና ኢና ነታ መምርሒ ሳእ እየ ዝዛዝል ኾነ ናይ ህዝቢ ክተት ናይ ምልሻ ክተት ግን ናይ ቤት ፅሕፈት ይወደ ግን ምሳና ኮይና እዚ ሞቢላይዜሽን እውን እዩ ተዋሂብዎ ነይሩ ስለዚ እዚ ኣነ ናይ ጠቅላይ ሚኒስቴር ስልጣን ይዳፋእ እዩ ለ ኣየብልም ምክንያቱም ሓላፍነት ተዋሂብዎ እዩ ሞቢላይዝ ክገብር ቱ ቤት ፅሕፈት ይወደግ ሓላፍነት ስለ ዝተዋሃቦ ብዝመሰሎ መልክዕ ሞብላይዝ ዝገብር ህዝቢ ይኽእል እዩ ዝብል ስለ ዘለኒ። ኤርትራውያን ካብ ኢትዮጵያ፣ ኢትዮጵያውያን ድማ ካብ ኤርትራ ተባሪሮም ሽዑ ብዙሕ ሰብ ተጎሳቒሉ። ብወገን ኢትዮጵያ ዘሎ ክሓተኩም፣ ኤርትራውያን ካብ ኢትዮጵያ ምብራሮም ምልስ ኢልኩም ትርእይዎ እንተለኹም ትናስሑዶ? እዚ በቲ ናይ ሽዑ ኮንቴክስት እየ ዝሪኦ። እዚ በቲ ናይ ሽዑ ኩነታት ትኽክል እዩ ነይሩ። ኣነ እቲ ኩናት ክውላዕ ኣይነበረን ዝብል እዩ ዘብለኒ። ክውላዕ ወይ ክምከት ነይርዎ ቀዲሙ ብዝብል በዙይ ሪኦ ይዓንተውን ኢለ እየ። ኣቐዲምካ ተዘጋጅኻ ማለት ሻዕብያ እዚ ኩሉ ምድላው ትገብር ተሎ ብውሕድ ተመጣጣኒ ምድላው ተዝነብር ኸምኡ ሰጢጡ ደፊሩ ንዓዲ ንህዝቢ ምበሳበሰን ምናልባሽ ውን እቲ ኹናት ንምዕዋጅ ውን ምሓሰበሉ ሻዕብያ ኹናት ዝኣወጀ ኢትዮጵያ ደኺማ እያ ተኸፋፊላ እያ ኢትዮጵያ ሓይላ ተባታቲኑ እዩ ዲሞብላይዝድ ኾይኑ እዩ እዚ ኣተሓሳስባ መሰረት ገይሩ እዩ ወሪሩ ከም ነጣናኸርና ነርና ሓይልና ኣጣናኺርና ነዚ ጠጠው ዘብል ዓቕሚ ምነበረና እየ ምበወረረን ነይሩ ዝብል ርእይቶ ኣለና ኣብዚኣ ኣብዛ መዳይ እዚኣ እያ እታ እንታይ ስሙ ድሕሪኡ ዝተፈጸሙ ግን ምስቲ ኹናት ተተሓሒዞም እዮም ብርግጽ ናይ ሻዕብያ ኣባላት ዋላ እቶም ኣባላት ኮሚኒቲ ሰፊሕ ናይ ስለላ መርበብ ፈጢሮም ይንቀሳቐሱ ነይሮም እዮም። ስለዚ ኣብ ኹናት ኸዓ ኢና ዘለና። ኣብ ኹናት ስለ ዘለና እዚኦም ዝጎድእ ተግባር እናፈፀሙ እዮም እሞ ካብ ዓድና ናብ ዓዶም ይኹዱ መሪፀሞም እዮም ዜጋታት እዮም ናይ ኤርትራ ዜጋታት እዮም ይኹዱ ማለት ኣነ ጌጋ ኢለ ኣይብሎን ኣይጣዓሰሉን እውን ምናልባሽ ኣብ ኣተሓዝኡ ኣብ ኣካይድኡ ገለገለ ሽግራት ይነብሩ እዮም ሕዚ ኦፍ ኮርስ ገሊኦም ከም በረኸት ካልኦት ናይ ኢህኣደግ ኣባላት ጌጋ ፈፂምና ኢና ያውም ዘርኢ ምጥፋእ እዩ ኢሎም ይዛረብሉ እዮም ይጽሕፍዎ እዮም ኣነ ዘይኣምነሉ ከምኡ ኣይኮነን ዝመለ ጽቡቅ ጸረ መጥቃዕቲ ንምጅማር መዓልትታት ኣብ ዝተረፈሉ እዋን ሸኽ ኣላሙዲን ንሽምግልና ናብ ከተማ መቐለ መጽዮም ኣብ ትግራይ መን መን ነይርኹም ንመን ከዘራሪቦም እንታይ ኸኢልኩሞም መን ይኸልኢኹዎም ሽዑ ኣብ ትግራይ ብዙሓት ነይርና ኢና ኣመራርሓ ግን ከዛርቡ ኣነን ኣባይን ኢና ኣዛርን እዮም ኣባይ ጸሃየን እቱ ዝበልዎ እዚ ኩናት እዚ ክካየድ የብሉን ምዕራባውያን ኣሜሪካ እዮም ኢሎም ብፍላይ ስም ጸዊዖም እዚ ኩናት እዚ ክካየድ ኣይደልይውን እሞ ጠጠው ተበልኩሞ ዝጽቡቅ እዩ ከይካየድ ጠጠው ኣብልዎ ኢሎም ነጊሮምና ዝሃብናዮ መልሲ እዚ ኩናት እዚ ንሕና ይኮና ነውዒልናዮ እዚ ክዝረብ ዘለዎ ንሻዕብያ ንኢሳያስ ክዝረብ ዘለዎ እምበር ንዓና ኣይኮነን ንሕና ተወረርቲ ኢና ስለዚ እታ ሓጻር መልሲ ቀላል መልሲ እውን ሻዕብያ ካብቲ ዝወረሮ መሬት ይልቀቕ ሳያና እውን ሓቲትና ካብኡ ንላዕሊ ኣጀንዳ እውን ኣይነበረና ነሹ እዛ ቀላል ሕቶ እዚኣ ዘይመልስ ተኮይኑ ንሕና ከም ሃገር ንሕና ከም መንግስቲ እቱ ሉዓላዊ መሬትና ናይ ምቁፅፃር ምክልኻል መሰል ኣለና እዩ። ስለዚ ናይ ሎቢ ስራሕ ድዮም እናሰርሑ ነይሮም ማለት ድዩ ሸኽ ኣላሙዲ ወይስ ኣብ ኣዲስ ኣበባ ዝኒሄው ንኣቶ ተወልደ ንኣቶ መለስ ኣቶ ኣለም ሰገድ ገብረ ኣምላክ ከምኡ ተመሳሳሊ ሕቶ ደቕሪቦምሎም ሸኽ ኣላሙዲ ወይስ ንበይንኹም ንምንታይ ኣቕሪቦም እንታይ እዚ ግምት እዩ ክኾን ገሊ ምናልባሽ እቲ ኩናት ኣብ ግንባር እዩ ዝካየድ ዘሎ እቶሞ ኩናት ቆስቆስቲ ከዓ እቶሞ ትግራይ ዘለዉ ምሕዳር ዝብል ግምት ይነብሮም እዩ እቶም ናይ ደገ ይኹኑ ዋላ ንሳቶም እውን ኮኑ እዚ ግምታይ እየ ዝዛረብ ዘለኹ ስለዚ ንምንታይ ናብኡ መፂኦም ንምንታይ ኣብ ካሊእ ዘየበሉ ባዕሎም እሶም እዮም ዝፈልጡ እምበር ኣነ ኣይፈልጦን ግምተይ ግን ከምኡ ዝብል ስምዒት ነይሩ እዩ ማኢሎምና ነይሮም ኮይኦም መክረርቲ ወይ ሃርድ ላይነርስ ብሓደ ገፅ ልስሉሳት ወይ ከዓ እዞም ሊበራልስ ዝብልዎም ከዓ ንሓደ ገፅ ገቢሎም መዲቦምና እዮም እቶም ኣሽዑ ዝነበሩ ዲፕሎማትስ ጻዕሪ ሽምግልና ኣይሰመረን መጥቃዕቲ ተጀሚሩ እቲ ኩናት ከቢድ ከም ዝነበረ ያው ካብቲ መጽሓፍ እውን ምርዳእ ይከኣል ባድመ መሊስኩም ምስ ተቆጻጸርኩማ ሽዑ ካሊእ ምስሓብ ኣብ መንጎኹም ድማ ተፈጢሩ ካብ ባድመ ወፂና ኣብ ዓዲ ሃገራይ ኮይና ንደራደር ዝብል ሓሳብ ቀሪቡ ብመን እዩ ቀሪቡ ንምንታይ እዩ ከምኡ ቀሪቡ እዚ ኣብቲ ወታደራዊ
ኮማንድ ማእኸላይ ዝበሃል ወይ እቲ ሚሊተሪ ኮማንድ ሰንትራል ኮማንድ ዝበሃል ኣብኡ ዝቀረበ ኽርክር እዩ ነይሩ መጀመርያ ኣብኡ እዩ ቀሪቡ ደሓር ግን ኣብ ኢህኣደግ ስራሕ ፈጻሚት እውን ኸይዱ እዩ እቱ ናይ መከራኸሪ መሰረት እቱ ወታደራዊ ዓቕምና ኣብ ባድመ ኮይኑ ክከላኸል ዝኽእል ቁመና የብሉን ጎልጎል እዩ ሜዳ እዩ ዓቕምታትና ከዓ ተዳኺሙ እዩ ዘሎ እሞ ላዕሊ ኮይና ንከላኸል ዝብል እዩ ብሓደ ገፅ ዝቐረበ እቲ ሓደ ከዓ ኖኖ ከምኡ ክኾን የብሉን ዝብል እውን ርእቶ ነይሩ ኣብዚ እቲ ክርክር ነይሩ እሞ ድሕሪ እቲ ኩናት ቦታታ ነመዓራሪ ልዕሊ ናቱ ቦታታት ይትሕደግ ማለት እዩ መሊሱ ክሕዞ እዩ ማለት እዩ ሻዕብያ እንድሕር ንዓሊ መፂኻ ማለት እዩ ስለዚ ከምኡ ዝብል ሓሳብ ኣቢሉ ግን ኣይሰመረን እዚ እውን ምክንያቱም ናይቲ ሓደ ገፅ ምድኻም እውን ኣብ ግምት ዘየእተወን ዘየስተውዐለን ስለ ዝነበረ ኣብ ዘይተፈፀመ ዝተረፈ እዩ ብሕብረት ኣፍሪካን መሻርክትን ንዝቐረቡ ቴክኒካል ኣረንጅመንት ብዝብል ዝፍለጥ ናይ መተዓረቂ ሰነድ ንፈርም ኣይንፈርም እውን ካሊእ ምስሕሓብ ኣብ መንጎ መሪሕነት ኢህወደግ መለስን ካሕሶ ዒላላን ጥራሕ ንቀበሎ እንትሉ ኣብዚ ከም ዝነበረ ወጥሪ ዝነበረ ኩነታት እዚ ከቢድ ከቢድ ወጥሪ እዩ ማለት ካብ ዝጅመር ጀሚሩ ካብ ዝጅመር ጀሚሩ ዘሎ ኣሰላልፋታት እዩ ዘርኢ ከምቶ ኣብቲ መፅሓፍ ገልፆ ዝፈተንዎ እንትጅመር ጀሚሩ ኣይንተናኽፎም ንሻዕብያ ኣይንተናኽፎም ዝብል ናይ መለስ መርገፂ ነይሩ ድሕሪ እዚ እናማዕበለ እናማዕበለ ዝተው ሰነድ ሉዓላውነትና ዘየኽብር ዝተወረረ መሬትና ዘየምልስ ሰነድ ምስ መጸ እውን ንፈርም ዝብል ክልቲኦም ኣቕሪቦም ኣይኮነን ክንፍርም የብልና ምክንያቱም እዙይ ዝተወረረ መሬትና ዘየረጋግጽ ስለ ዝኾነ ኣይንፍርምን ዝብል ከዓ በቲ ካሊእ ገፅ መፅኡ እዚ ነዊሕ ነዊሕ ዘከራኸረ እዩ ኣብ ህወሓት ውሽጢ ዘከራኸረ ዝኸፋፈለ ኣብ ኢህኣደግ ውስጢ ዘከራኸረ ዘኸፋፈለ ከምኡ እናበለ ቀፂሉ ክሻብቱ ናይ መጨረሻ ኩናት ዝካየድ ዓብዪ ናይ ኣፈላላይ ነጥቢ ዓብዪ ናይ ኣፈላላይ ጉዳይ ኮይኑ ዝቐጸለ እዩ እና ይመስለኒ ነቱ ድሓር ምክፋል እውን ዝፈጠረ መሰረቱ ዘው ዘሎ ሰነድን እዚ ሰነድ መሰረት ጌርካ ንኤርትራ ዘለና ኣተሓሕዛ ሻዕብያ ምስ ሻዕብያ ብዘለና ርክብን እዩ ኣብ ሸቶ እቲ ናይቲ መጥቃዕቲ ሸቶ እውን ኣፈላላይ ነይርኩም ሰፊሕ ኣፈላላይ እንታይ እዮም ትፈላላይ እንታይ ዝብል በቲ ሓደ ወገን መሬትና ዝተትሓዘ መሬትና ምምላስ ዝብል በቲ ካልእ እውን ካሊእ ነይሩ እስትኡ ክቐርብ ሕሳብ ኣብዚ ግልፂ ምዃን ዘሎ ኤርትራ መሊስና ንግዛእ ኤርትራ መሊስና እንቋፀር ዝብል ኣይነበረን ግን እቱ ንድሕነትና እቲ ንህልውናና ስግኣት ኮይኑ ዘሎ ሰራዊት ግን ኣብዛ ኣተዋእቲና ነብሎ ኣለና ንድምሶ ኣለና ዝብል ርእቶ ነይሩ ብሓደ ገጽ ኣብ ዝኾነ ቦታ ኣብ ዝኾነ ሕዚ ናይ ኩናት ሕጊ እዩ ክህሉ ዝኽእል እምበር ካሊእ ናይ ሕጊ ክህሉ ኣይኽእልን ስለዚ ገጢሙና ኣሎ ንሱ ተኮይኑሉ ኣብ ዝኾነ ይኹን ቦታ መፅኡ ከጥቃዕና እዩ ወሲኑ ክኸድ ነይሩ እዩ ግስግስ ዋላ ዓዲግራት ክኣት ይኽእል መቐለ ክኣት ይኽእል ተቐኒዑ እውን ኣዲስ ኣበባ ኣትዩ መንግስቲ ክቕይር እዩ ተበጊሱ ምክንያቱም እቲ ዓንተዎ ዘልዐልክዎ ኢኮኖሚያዊ ተፅዕኖታቱ ከርክብ ነቲ ናይ ኢህወደግ ሰራዊት ይኹን መንግስቲ ከፍርስ እዩ ተንቀሳቂሱ ስለዚ እዚ ስግኣት ዝፈፅእ ዘሎ ሰራዊት ከዓ ኣትሊስት መሊሱ ክወርር ብዘይኽእል ደረጃ እንተ ዘይሰርናዮ ዕረፍተይ ንረክብን ኣብዚ ከባቢ ሰላም ቅሳነተይ ንረክብን ዝብል ርእይቶ ከዓ ብሓደ ገፅ ነይሩ ስለዚ እዩ ናይ ኣፈላላይ ስለዚ ኣስመራ እቲ ቦታ ምእታዊ ኮነ እንት ዋና ጉዳይ እቲ ሰራዊት ክሻብ ሽዑ ክከላኸል እዩ ነቲ ሰራዊት ክነድክሞ ኣለና ዝብል እዩ ክነድክሞ ኣለና ክወርር መሊሱ ክወርር ወይ ብዘይክእላም ብዘይክእለሉ ደረጃ ክነብፅሖ ኣለና እዩ ጽቡቕ ብግንባር ሰንዓፈ ንቕድሚት ይግስግስ ዝነበረ ሰራዊት ኢትዮጵያ ጠጠው ንክብል መለስ ንማንም ከየማኸረ ደው ኣቢልዎ ኢልኩም ኣብቲ መጽሓፍ ትኸስቡ እሞ ናይ ግንባር ዓሰብ ቡሬ ዝነበረ ኩነታት እውን ምስቲ ዜን ዘን ክልተ ኩነታት ሕፅር ኣቢልኩም እንታይ እዩ ብግንባር ብኩሉ ግንባር እዩ ብኩሉ ግንባር ገስጊሱ ኢና ኢትዮጵያ ሰራዊት ዋላ ድሓር እንኮ ሰይተሰነ ክልተ ግዜ እዩ በፂሕዎ በፂሕዎ ባዕሉ ግን ይምለስ በፂሑ እዩ ባዕሉ ይምለስ ነይሩ ባዕሉ እዩ ደው እናበለ እምበር ክሻብ ኣነ ዝፈልጦ ደው ዘበሎ ሓይሊ ኣይነበረን ድሓር ግን ኣብቱ መጥቃዕቲ ጠቕላላ ኣካይዳ ምዕራፍ ብምዕራፍ እናገምገምና ንኺድ ዝብል ምርዳእ ነይሩ እዩ እዚ ተገይሩ መሪሕነት እውን ቅድሚ ምዝራው መለስ እቲ ኩናት ኣብ ውሽጢ 24 ሰዓት 48 ሰዓት ጠጠው ክብል እዩ ኢሉ ኣውጁ ቦይኑ ቦይኑ ኣውጁ ካብቱ ምርዳእ ወፃኢ ማለት እዩ ስለዚ እዚ ኣካይዳ እዚ ፍፁም ጌጋ ነይሩ ነቲ ኩሉ ኣካይዳና ነቲ ኩሉ ምርዳእ ዘፍረሰ ስጉምቲ ወይ ውሳነ እዩ ነይሩ ዝብል ርእቶ እዩ ዘለኒ ኣብዚ ኣብዚ እቲ ኩናት ብኩሉ ግንባራት እዩ ነይሩ ብኩሉ ግንባራት ከዓ ነዊሕ ግዜ ዝፀንሐ ይመስለንን ወላ ዓበይቲ ሓይልታት ኣብ ዘለዎም ባዕሎም እውን ዝኣምንሉ እዮም ናይ ሻዕብያ መራሕቲ ሃይለ ወዲ ትንሳይ ድሩዕ ማለት እዩ ኣድሓኖም እዚኦም ኩሎም ከም ዝኣመንሉ ሻዕብያ ሽዑ ክዋግእሉ ዝኽእል ዓቕምታት ኣይነበሮን ባዕሎም ባዕሎም ተመኡ ዘለዎ ዝዛረብዎ እየ ዝብል ዘሎ ናይ ብደገ ኮይና ብኢትዮጵያ ወገን ዝረአ እውን ተመሳሳሊ እዩ ነይሩ እዚ እናገስገሰ እናሃለወ ጠጠው ኢሉ ሕዚ ተኣዮ እዚ ይብል ዘለኹ ዋላ እኳ ገምጊሙ እቲ ዝቕፅል ነይሩ እውን ኣቐዲምካ እዚ ኣዋጅ እዚ ምእዋጅ እቲ ሓሳቡ ስነ ልቦንኡ ዲሞብላይዝ ዝገብር ስነ ልቦንኡ ዘምክን ውሳነ እዩ ነይሩ ተገይሩ ነቲ ህዝቢ እውን ነቲ ሰራዊት እውን ዝብል ርእቶ እዩ ዘሎ እታ ናይ ግንባር ብሩይ ዓሰብ ኸ ሓደ ክፍለ ሰራዊት ኣብ መቐለ እሳ እውን እናደፍአ ነይሩ እዮ እውን እናደፍአ ግን ተወሳኺ ሓይሊ ናይ ኮማንዶ ሓይሊ ክስደደሉ ተወሲኑ እናኸደ እናሃለወ ገና ኣብ ቦትኡ ዘይበፅሐ እናሃለወ ይበፅሐ ይግስግሰ ኣሎ ዝብል መረዳእታ እዩ ቀርብ ነይሩ ነቲ ኣመራርሓ ግን እዚ ሓይሊ እዚ ኣይበጽሐን። ስለዚ በቲ ዝነበረ ውሱን ሓይሊ እዩ እቲ ውግኣት ተኻይዱ ዘይተጠናኸረ እናሃለወ እዩ ንዓሰብ ዝግበር ዝነበረ ውግእ እውን እሞ ኣብዚ እውን ዝኾነ ዓይነት ናይ ናይ ምስንኻል ኩነታት ከም ዝነበረ እዩ ሕዚ ደው ኣቢሎሞ ኣቶ መለስ እቲ ኩናት ኣብ ውሽጢ 24 ሰዓት ደው ክብል ኢሎም ብመሰረት ናይ ኢትዮጵያ ሕገ መንግስቲ ቀዳማይ ሚኒስተር እዮም ዋና ኣዛዚ ሰራዊትን እውን እዮም እዚ ናቶም ስልጣን እዩ ደው ከብልዎ ከቐፅልዎ እዚ እቲ ናይ ኢህወደግ ኣሰራርሓ ናይቲ መንግስቲ ኢትዮጵያ እውን ኣሰራርሓታት መሰረት ዘእተወ ከምኡ እዩ እቲ ስልጣን ግን ኣብኡ ዝበፅሕ ደው ዘብል እቲ ጠቅላይ ሚኒስተር ይኹን ካሊእ በዓል ስልጣን ተመኻኺሩ ናይ ካቢኔ ምክክር ኣሎ ኣብቲ ፓርቲ እውን ናይ ኢህወደግ ምክክር ኣሎ እዙይ ገይሩ እዩ ዘብል እምበር ንኡ ነቱ ፓርቲ ዝወሰነ ውሳነ እናፍረሰ ክውስን ዝኽእል እዩ ምስለን ኣይኽእልን ዋላ ዝኾነ ስልጣን ይሃልዎ ምክንያቱም እቲ ስልጣኑ ካብቲ ፓርቲ እዩ ረኺብዎ ካብኡ እዩ ዝፍልፍል ዘሎ እቲ ስልጣን ስለዚ ንሱ ዝህቦ ዳይሬክሽን ንሱ ዝህቦ ኣንፈታት መሰረት ገይሩ እዩ ክፍፅም ዘለዎ እምበር ንኡ ዝፃረር ተኸይኑ ናይቲ ፓርቲ ውሳነታት እውን ይጻባእ ኣሎ እዩ ማለት እዩ። ጽቡቕ ኣብ እዋን እቲ ኹናት ኣብ መንጎኹም ብዝነበረ ወጥሪ ምክራር ይለዓሉ ብዝነበሩ ክትዓትን ንመርገጺ ኣቶ መለስ ዜናዊ ኣቶ ስዩም መስፍንን ዶክተር ካሕሱ ዒላላን ብበሊሕ ዝነቐፉ ኣቶ ዩሴፍ ሬታ ዝተብሃሉ ንብኣዴን ብምውካል ፈጻሚ ስራሕ ኢህወደግ ዝኾኑ ኣቶ መለስ ኣቶ ስዩምን ዶክተር ካሕሱን ዒላላን ከምዚ ዝበለ ቅዋምን መርገጽን ሒዞም ነዚ ኩናት ክመርሕዎ ስለ ዘይግባእ ካብ ስልጣኖም ክወርዱ ኣለዎም ኢሎም ብግልጺ ኣብ ኣኼባ ከም ዝሓተቱ ኣብቲ መጽሓፍ እውን ጠቂስሞ ኣለኹም እዚ ኩሉ ዓንተው ክትገልጽዎም ዝጸናሕኹም ምስ ኣቶ መለስ ዝነበረኩም ምስሕሓብ ናይ እምነት ኣፈላላያት ካባኹም ዋላ ሓደ ዝተንፈሰ የለ ሓደ ዝተዛረበ የለ ኣብ ክንድኡ ኣብ ልዕሊ ኣቶ ዮሴፍ እዩ ብዙሕ ነቐፌታ ወሪዱ እዚ እውን እቱ ዝነበረ ኣሰራርሓ እዩ እዚ እውን ክብሎ ዝደሊ ናይ ኣቶ ዮሴፍ ሕቶ ሃንድ በታ ሕቶ እዩ ነይሩ ስኢልካ ዝተላዓለፍቱ ኣኼባ እዩ ነይሩ ብሃንደበት እምበር ሰብ ሓሲብሉ ኣስተውዒልዎ ዝቐረበ ሓሳብ ኣይነበረ ናይ ባዕሉ ሓሳብ እዩ ሽዑ ከዓ ኣብ ሓያል ወጥሪ ኢና ዘለና ኣብዚኣ ከብለካ ዝደሊ ሰይ ዋላ እቲ ናይ ኣቶ ዮሴፍ ሓሳብ ተቐባልነት ይርከብ ተተባሃለ እውን ነቲ መንግስቲ ብዝለዓለ ደረጃ መንግስቲ ስልጣን ዘለዎም ኣወጊድካ ኩናት ምክያድ ዝበሃል ኣይመፅን እውጅ እዩ ክኸውን ነቲ ኣውጅ ከዓ ኢትዮጵያ ንባዕላ ቁሉላው ትኣትወሉ እቲ መንግስቲ እቲ ፓርቲ ቁሉላው ዝኣትወሉ እምበር መፍትሒ ዝርከበሉ ክኾነ ኣይኽእልን ስለዚ ዋላ ሽግራት ተሃለዉ እውን ድሕሪ ኩናት እዩ ጀሚርናዮ ዘለና ምስ ወንዘፍና እምበር ሽግራት ካብኡ ንላዕሊ ሽግራት እውን ንርዳእ ኢና ንርዳእ ኢና ግን ብውሕድ ውሳነ እናወሰን እናተወሰነ በብዝሓ እናተወሰነ እሱ ዝፍፀመሉ ኩነታት ንፍጠር እምበር ክፍፍል ግጭት ተቢልና ነቲ ጠቕላላ ንጠቕላላ እቲ ኣይስሙን ከፍርሶ እዩ ዋላ ንምክልኻል እውን ኣብ ዘይንኽእለሉ ደረጃ ክበፅሕ እዩ ዝብል እዩ ነይሩ ይትረፍ እዚ ድሕሪ እቲ ኩናት ዝነበረ ክፍፍል እውን ዝፈጠሮ ኣብቲ ፓርቲ ዝፈጠሮ ኣብቲ መንግስቲ ዝፈጠሮ ሽግር ቀሊል ከም ዘይነበረ ምርዳእ ድሓር ኣብ ኩናት ነና ኢና ኣብ ኩናት እናሃለና ከምዚ ዝበለ ጉዳይ ክንቕበል ሽግር እዩ ኣነ ምኾንኩ እውን ዋላ እቲ ነገር ሓቂ እኳ ተኾነ ኣብ ውሳነ ግን ዘይበፅሕን ኣነ እውን ሽዑ ንሽዑ እዚ ምግባር ማለት ናይ ዓዲ መራሒ ናይ ዓዲ ውጭ ጉዳይ ናይ ዓዲ ናይ ኢኮኖሚ ደስካ ሓላፊ ነዚኦም ብዕሊ ኣባሪርካ ተኣዩ ክፍጠር ዝኽእል ኣብቲ መንግስትን ኣብቲ ፓርትን ኣብ ግምት ምስ ኤርትራ ዘሎ ጉዳያት ተኣሳሲሩ ዳርጋ ኣብ ኩለን ኣገደስቲ ጉዳያት ኣቶ መለስ ናብ ኤርትራ ዘዘንበለ ዝመስል መርገፂ ብተኸታታሊ ከም ዝሓዙ ኮይኑ ቀሪቡ ኣሎ ኣብቲ መጽሓፍ። ንምንታይ እዩ ከምዚ ዝበለ መርገጺ ክሕዙ ክኢሎም? ንምንታይ? እዚ ሜይቢ ኣነ ኣነ ድየ ክምልሶ ዘለኒ ወይስ ባዕሎም ባዕሎም ይመለስዎን እዚ ሶፋር ንስኹም እባ ንምንታይ ንምንታይ ኢኹም ትሓስቡ? ንምንታይ እምነትኩምስ እንታይ እዩ? እንታይ ስለ ዝኾኑ? ኖ እዚ ግምታት እዩ ከይኮን ግምታት ከይኮን እየ ዝብል ዘለኹ እቲ ግምታተይ ኮይኑ ዝስምዐኒ ክዛረብ ይኽእል እየ ከም ግምት ምናልባሽ እቲ ስልጣን ከይናቐነቕ ክኾን ይኽእል እዩ ኦልረዲ ስልጣን ተታሒዘ ኣሎ ምስ ኤርትራ ናብ ውግእ ተኣቲና እቲ ነገር ክነቓነቕ እዩ ምናልባሽ እውን ንኦም ከም ሓያላት ካብ ዓቕሞም ንላዕሊ ሓያላት ጌርካ ምግማት እሞ ምስኦም ናብ ውግእ ሻዕብያ ምትንኻፍ ማለት ነቲ ስልጣን እውን ከነቓንቖ ኢልካ ምሕሳብ ክኸውን ይኽእል ወይ ከዓ እቲ እምነት እውን ዓንቶ ነርና ክኾን ይኽእል ሙሉእ እምነት ኣብ ናይ ኤርትራ ኣብ ጉዳይ ሙሉእ እምነት መሓዝ እውን ክኾን ይኽእል እሞ እናወረርና እናሃሎ ከዓ ቀሊል ጌጋ ጌርካ ናይ ምርኣይ እውን ክኾን ይኽእል ካልኦት ካልኦት ምክንያት እውን ክለዓሉ ይኽእሉ እዮም ስለዚ እንታይ እዩ እዚ ግምት ስለ ዝኸውን እዙይ እቲ ምክንያት ኢለ ክብል ኣይክእልን። እቲ ዋና ነገር ክንሪኦ ዘለና እቱ መረዳእታ ግን እሱ እዩ ዝዕንቅፍ እዩ ነቲ ናይ ሃገር ሉዓላውነት ምኽባር ዝዕንቅፍ መርገፅታትን ሓሳባትን ሒዞም ነይሮም እዮም ብጭቡጥ እውን ዓንቂፉ እዩ ዝብል ኩናት ጠጠው ምስ በለ ናብ ድርድር ኣቲኹም ናብ ናይ ኣልጀርስ ስምምዕ ንምኻድን ናይ ዝሄግ ኮሚሽን ዝህቦ ውሳኔ ድማ ኣሳርን ናይ መወዳእታን ፋይናል ን ባይንዲንግ ንክኸውን ፈፃሚ ስራሕ ኢህወደግ ተሰማሚዑ በዚ ከይድኹም ዝተፈለየ መርገፂ ዝነበረኩም ኣይመስለንን ሽዑ ኣይንፈርም ዝብሉ ዝነበሩ ኣቶ ስየ ኣብርሃ ጥራሕ እዮም መስለኒ ኩልኹም እዮም ተቐበልኩሞ ንረብሓ ኢትዮጵያ ብዝጠቅም ሰፊሕ ምይጥ ክነካይድ ነይሩና ዝብል ርእቶ ኣንፀባሪቕኩም ኣለኹም እንታይ ንማሉ እዩ እወ እንታይ እዩ ጠንቁ እቲ ምስቲ ዓንቶ ዘልዕሎ ዝነበርኩ እዩ እቲ ዋና ጠንቂ ኣብዚ ዘሎ ንሕና ክሻብ እዚ እውን ዋላ ክሻብ እዚ ናይ ኣልጀርስ ዝፍረም ኤርትራ ትበሃል ዓዲ በዚ ናይ ሽሕን ትሽዓተ ሚእትን ዓመተ ምህረት መሰረቱ ሽዑ እዩ ሽሕን ትሽዓተ ሚእቲ ክልተን ሸሞንተን እውን ዝብለ ኣሎ ብኡ ዝተገበረ ስምምዓት ኢና ንርድኦ ነርና እሱ እዩ እቲ ናይ ኤርትራ ደው ዝብል እቱ ኤርትራ ከመይ ኢላ ተፈጢራ ኣብቲ ናይ ኤርትራ ምፍጣር ዝነበረስ ስምምዕ ከ እንታይ እዩ ዝብል ካብ መሰረቱ ሒዝና ኣይኮናን ኣቲናዮ ኣብ ልዕሊኡ እቲ ናይ ኢትዮጵያ ጥቕሚ ክንፈላለ ተለና እውን ናይ ኢትዮጵያ ጥቕሚ ከመይ ኢሉ ይኽበር ከመይ ኢሉ ክውን ይኾን ዝብል እውን ተሓሲብዎ ዝተኸደ ኣይነበረን ስለዚ እቲ መሰረቱ ናይዚ ጌጋ እዚ መሰረት ሕዚ ተመሊሰ ትሪኦ ተለኹ እዮ ብዚ ውድሎ ተው ዘሎና ኣሽሒትና ዝነበርና መርገፂ እዩ ቱ ሽግሩ ዝብል ኣለኒ ስለዚ ስለ ዝኾነ ነቲ ናይ ኣልጀርስ እውን በቃ ዝተወሰነ ነገራት ዳግም ኮረና ዘይኽእል ኣብፂሕናዮ ኢና ስለዚ ከም ዘሎ ይተዓፀ ኢልና ኢና ተሰማሚዕና ኣሎ ሽዑ ናብ ጉባኤ ንኸድ ኢልኹም ገምጋም ነካይድ ኢልኹም ናይ ሕወሓት ገምጋም ነካይድ ኢልኹም ገምጋም ንሓደ ወርሒ ፀኒሑ ኣብ መወዳእታ ንስኹም እውን ተባሪርኩም ኣብ መወዳእታ ፍልልይ ኣቶ መለስ ናብ ቤት ጽሕፈቶም ጸዊዖምኹም ኣይዞኻ ምሳኻ ጸገም የብለይን ዝበጽሐካ ሽግር እውን የለን ኢሎምኹም ነይሮም ንስኹም ድማ ቅድሚ ዕስራ ዕስራን ሓሙሽተን ዓመት ምስ ዝሞተ ምስ ዝተሰውኦ ሰብ ኢኻ ትዘራረብ ኣብ ዘለኻ ኢልኹም ነይርኹም እሞ ኣብቲ እዋን እንታይ ይስምዐኩም ነይሩ ኣብቲ እዋን ዝተረዳእኽዎ ሽዑ መለስ እቶም ክድግፍዎ ዝኽእሉ ሰባት ቆጺሩ ወዲኡ ኣሎ ስለዚ ስዒረ ዝብል መንፈስ እዩ ሒዙ ነይሩ ስዒረ ስለ ዘለኹ ሕዚ ንሓደ ሓዲኦም በቃ ከምጾም ይኽእል የዘራሪበ ዝብል እዩ ብኡ መንፈስ እዩ ዘዘራረበኒ ይመስለኒ ስለዚ እዙይ ከም ዘይኸውን ማለት እቲ ዋና ሽግር ተፈጢሩ ዘሎ ኣብዚ ጉዳይ ኢትዮ ኤርትራ ተሓዛና ይኹን ኣመራርጻና ብመሰረቱ ሽግራት ተፈጢሩ ስለ ዘሎ ነዙይ ለሚንካ ጠቢርካ እሞ ምስቶም ብመስተ ብዝተፈላለዩ መንገድታት ዝድለል ዘለዉ ናኡ እውን ክሓውሰኒ ዝሓለነ ኣካይድ ኣለዎ ኢለ ስለ ዝገመትኩ ብጣዕሚ እየ ብውሽጠይ ተበሳጭ እየ ነረ ፅቡቅ ናይ ዘሄ ኮሚሽን እውን ውሳነ ሂቡ ሎሚ ግን ስምምዕ ኣልጀርስ ዝፈርሰሉን ኢትዮጵያ ወናኒት ባሕር በር ትኾነሉ ከም ቀንዲ ሕቶ ቀሪቡ ምልዛብ ወይም ምድርዳር ይግባእ ኣለዎ ትብሉ ኢኹም። ኣብ ዝተወደአን ብፍርዲ መዕልቦ ዝረኸበን ጉዳይ ንድሕሪት ምምላስ ይከኣል ዶ? መንግስቲ ኢህወደግ እውን ንዓሰብ ምሕታት ኣይከኣልን እዩ ዝብል ዘሎ እሞ ንምንታይ ኢኹም ከ ናይ ሽሕን ትሽዓተ ሚእቲ ሽሕን ትሽዓተ ሚእትን ክልተን ሽሕን ትሽዓተ ሚእትን ሸሞንተን ናይ ፈረንጂ ቆፃፅራ መግዛእታዊ ውዕላት ዋጋ የብሎም ትብሉ ዘለኹም? ንቐደም በቶም ሕግታት ኣንተ እውን ጀሚረዮም ነይረ እየ እዞም ሕግታት እዚኣቶም ኣብቲ ውዕል ባዕሉ ዝፈረሱ እዮም። እዞም ውዕላት እዚኣቶም ሓደ ኣብ ባዕሉ ጣልያን ተለቂቓ ንኢትዮጵያ እያ ትምለስ ዝብል ምህላው፣ ካልኣይ ሞሰለን እውን ነዞም ሕግታት ነዞ ውዕል እዙይ ሰሪዙ ንኢትዮጵያ ወሪሮ ኣሎ ብ1935 ከም ፈረንጂ ዳሕራይ ሕቡራት መንግስታት እውን ምስ ኢትዮጵያ ክትወሃድ ገይሩ ኣሎ። ስለዚኦም ስለ ዝኾኑ እዞም ሕግታት እዚኣቶም ካብ ዝተቐወርሉ ኢና ውፅኢና ሕግታት ጌርናዮም ውዕላት ጌርናዮም እዞም ስምምዕነት እዚኣቶም እምበር ምንም ሕጋዊ መሰረት የብሎምን ዝብል ኣለኒ ካሊእ እዚ ሕዚ ተወሲኑ ዝበሃል ዘሎ እውን ዝተወሰነ ነገር እኮ የለን ምንም ናይ ደው ዝተወሰነ የለን ሕዚ ክንደራደር ክንዛረብ እየ እምበር ሄግ ወሲንዎ ዘሎ ኣይንቕበሎን ምናልባሽ ብመትከል ተቐቢሎ እየ ዝብል መንግስቲ ኢትዮጵያ ይዛረብ እዩ ደጋጊሙ እዚ ቨርቹዋል ዲማርኬሽን ወይ ብሓሳብ ተሰሚሩ እዩ ትውደቡ ዝብል እውን ኣሎ እዚ ከምዚ ዝበለ ግን ሕጊ ዝቕበሎ ኮይኑ ኣይስምዐንን ብሓሳብ ዝተሰመረ ኣይኮነ ኩሉ ግዜ ብሓሳብና ተሰሚሩ እዩ ስለዚ ዶብ የለን ተመሊስና ክንደራደር ክንዘራረብ ናይ ኢትዮጵያ ጥቕሚ ተኸቢሩ ናይ ኤርትራ ጥቕሚ እውን ተኸቢሩ ዝኸደሉ ምርዳእ ክንገብር ኣለና ጽቡቅ ኣብ መወዳእታ መጽሓፍኹም ንሽግር ወይ ድማ ንጸገም ኢትዮ ኤርትራ ንምፍታሕ ኣብ ዘቕረብኩሞ መፍትሒ ሓሳብ ርክብ ኢትዮጵያን ኤርትራን ናብ ዘለዓለ ፖለቲካዊ ምትእሳር ክብ ብምባል ኣብ ከይዲ ክልቲኤን ሃገራት ብድሌተን ዝወሃዳሉ ወይም ሓደ ዝኾናሉ ስትራቴጂ ምሕንጻጽ ዝብል ኣሎ ከመይ ክትግበር ይከኣል እዙይ ክትግበር ይከኣል እዩ ኣቐሚጠዮ ኣለኹ ሓደ ነገር ዝጠልቦ ነገር ኣሎ ኣብ ክልቲኡ ሃገር ዲሞክራሲያዊ ስርዓት ክህሎ ኣለዎ ህዝቢ ንህዝቢ እውን ክራኸብ ኣለዎ ዝብል ርእቶ ኣለኒ እዚ እንተኮይኑ ኣነ ናይ ኤርትራ ኩነታት ይርኦ እየ እቱ ባህርያዊ ምትእሳሩ ምስ ናይ ኢትዮጵያ ኢኮኖሚ ምስ ናይ ኢትዮጵያ ባህሊ ህዝቢ እዩ እቲ ባህርያዊ ምትእሳሩ ታሪክ እውን ኣብዚ ንምማጥ ፈቲነ ኣለኹ እቲ ባህርያዊ ምትእሳር እዚ እዩ እዚ ባህርያዊ ምትእሳር እዩ ተበቲኹ ዘሎ መንጎ ዝብል ርእቶ ኣለኒ ስለዚ ቀሲኑ ናይ ኢትዮጵያ መንግስቲ ይኹን ፖለቲካ ፓርትታት ህዝቢ ናይ ኤርትራ እውን ህዝቢ ፓርትታት በዘካቶም ዲክታተራት ቀሲኑ እንተርእዎ ሓቢርካ ዘይንበረሉ ሓቢርካ ዘይስረሐሉ እሞ ብመስርሕ ናብ ሓደ ከዓ ዘይንመፀሉ ምክንያት የለን እዚ ንክልቲኡ ህዝቢ ይጠቅም ዝብል ርእቶ ስለ ዘለኒ እየ ከም ሓሳብ ልዕልዮ ዘለኹ ነዚ መፅሓፍ እዚ ብምፅሓፍኩም እንታይ ይስምዐኩም ኣነ ተሓጒሰ እዚ መፅሓፍ እዚ ኣብ ሓሙሽተ ሚእትን ዕስራን ኣርባዕተን ገፅ እቱ ሓሳበይ ብምልኣኸይ ኣብዙይ ከምቲ ዘልክዎ ነቐፌታታት ክመጽእ ይኽእል ዋላ ጌጋ ሓሳብካ ጌጋ እዩ ክበሃል ይኽእል ብዙሕ ብዙሕ ነገራት ተጻብኦታት እውን ከምዚ ሕዚ ናይ ሻዕብያ ደገፍቲ ዝገብርዎ ዘለዉ እቲ መጽሓፍ ከይግዛእ ከሽየጥ እውን ኣብ ክሻብ እንዳ ቤት ጸሓፍቲ ከይዶም ዕጸው ዝብልሉ ኩነታት ዝፈጥርዎ እዚ ኩሉ መጽእ እዩ እዚ ግን ኣይልውጦ እንተ ሓሳብ ወፂኡ እዩ እቲ ሓሳባይ ብምውፅኡ ተጠሚሩ ብጣዕሚ እዩ ደስ ዝብለኒ ጽቡቅ እዚ መጽሓፍ እዚ ሓደ መንገዲ ዝኸፈተ መሲሉ ይስምዓኒ ኣብቲ መጽሓፍ ብዝሰፈሩ ቁም ነገራት ጥራሕ ከይኮነስ ካብቲ ውድብ ዝወፁ ወይ ዝተባረሩ መራሕቲ ምሽጥር ኣየውፅኡን ዝብል ናይ ቅድሚ ሕዚ ዝነበረ እምነት ዝሰበረ እዩ። ቃለ ጉባኤ ብዝመስል ኣገባብ ኣዝዩ ዝርዝር ነገራትን ምሽጥራትን ሒዙ ስለ ዝወፀ እሞ በቲ ሓደ ወገን ክወፅእ ኣይነበሮን ዝብሉ በቲ ካሊእ ድማ እንኳዕ ባወፀ ስለ ዝወፀ ብዙሕ ክንፈልጥ ገይሩና ዝብሉ ነዚኦም ትዎ ርእቶ
ኣይወፅን ዝብሉ እዞም ዓፊኖም ብስቕ ኢሎም ንውድብሲ ሰባት ዝፈጠርዎ ፖለቲካዊ ምትእኽኻብ ምዃኑ ዘንጊዖም ንውድብ ከም ጣዖት ዘምልኹ፣ ንውድብ ካብ ሃገር ካብ ህዝቢ ንላዕሊ ዘምልኹ፣ ንውልቀ ሰባት ከምኡ ዘምልኹ እዮም ዝመስለኒ ኣነ ብናተይ ግምት። ስለዚ ክወጽእ ኣለዎ። ፖለቲካዊ ምሽጢር ኣይሕባእን እኮ ኣብ ካልኦት ሃገራት እኮ ዋላ ዋላ እዚ እኮ ፖለቲካዊ እዩ ናይ ፖለቲካ ጉዳያት እዩ እምበር ምሽጢር ናይ ሃገር እውን ኣይኮነን ባይዘወይ ናይ ሃገር ምሽጢር እውን ኣይኮነን ትሪኦ ተለኹ ናይ ወታደራዊ ሚስጥር የኮነን ናይ ዲፕሎማሲ ሚስጥር የኮነን እዚ ናይ ፖለቲካ ዝኸድናዮ ታሪክ እዩ ሚስጥር እውን ክበሃል ኣይኽእልን ሚስጥር እውን ኣይኮነን ግን ዓቀብ ኣረኣያ ዘለዎ እዚ ዶ ከምዚ ይመፅእ እዚ ዶ ይፈጥር ኢሎም ዝሪኡ ግን ስቕ ኢሎሞ ነቱ ናይ ሰባት ምትእኻብ ዝነበሮ ጌጋታት ከይረአ ዝደልዩ ኣብዚ ጥቕሚ ዘለዎም እዮም ከይወፅእ ፅቡቕ ሕቶታተይ ወዲአ ከይኮነስ ግዜ ስለ ዝሓፅሐኒ ኣብ ዝርዝር ነገራት ኣብዚ ደው ክነብሎ ኣብ ፖለቲካ ኣለኹም ዶ እንታይ ንምስራሕ ንሓዋሩ። ንግዚኡ ኣብ ፖለቲካ ኣለኹ እየ ኣባል ኣመራርሓ ዓረና እየ ሕዚ ኣቦ ወንበር ኣይኮንኹን ግን ኣባል ኣመራርሓ ምክትል ኣቦ ወንበር እውን ኣይኮኑ ኣባል ኣመራርሓ እየ እዚ ዓረና ንምጥንኻር ክንቀሳቀስ እየ ኮይኑ ግና ንሓዋሩ ኣኹም ዝበለ ንወለዶ ክሓልፍ ዝኽእል ናብ ህዝቢ እውን ከምህር ይኽእል እዮ ዝብሎም ነገራት ምፅሓፍ ዋና ትኩረተይ ገይረ ከም ዝኸይድ ስለዚ ትፅሕፉ ኢኹም ንሓዋሩ እ፣ ይሓስብ እንድሕር እ፣ ጽቡቕ። ብዘለኽዎ ጥዕና ቀፂለ ብዘለኽዎ እንታይ ስሙ ተቐፂለ ጽቡቕ ክፅሕፍ እየ እሞ ኣቶ ገብሩ ኣስራት ንዝሃብኩምኒ ሰፊሕ መብርሂ ሰፊሕ መግለጺ ብሽመይን ብሽም ሰማዕትን ከመስግን ደሊ የቐኔለይ ኣነ እውን ብጣዕሚ እየ ዘመስግን ምናልባሽ ካሊእ ግዜ እውን ንገብር ንኸውን ንኽእል የቐኔለይ ነዚ ግበርካለይ ቃለ መሕትት